ሰላም ፍትዋት ተኻተልቲ ኣግራሞት ሚድያ ንሎሚ እቲ ኣብ ኣሜሪካ ኣጋጢሙ ዘሎ ባርዕ ሓዊ ክሳብ ሕጂ ኣነጋጋሪ ኮይኑ ኣሎ። ንሕና እውን ኣብ ምንታይ ከም ዝበፅሐ ኣገርምትን ኣደንገፅትን ፍፃመታት እዚ ባርዕ ሒዝናልኩም መፅና ኣለና። ንቻናልና ሳብስክራይብ ምግባር ክሳብ መወዳእታ ምሳና ክትፀንሑ ንዕድም። ኣብ ሎስ ኣንጀለስ ኣብ ዘጋጠመ ባርዕ ጫካ ዝሞቱ ሰባት ናብ ዕስራን ኣርባዕተን ወሲኹ። ኣብቲ ከባቢ እናተጠናኸረ ዝኸይድ ዘሎ ብርቱዕ ንፋስ ነቲ ባርዕ በረኻ ከየጋድዶ ስግኣት ከም ዘለዎም ድማ ሰበ ስልጣን እቲ ከባቢ ይዛረቡ'ዮም ዘለዉ። ብዘይካ እቶም በቲ ባርዕ በረኻ ዝሞቱ ሰባት ብዓሰርተታት ዝቑጸሩ ሰባት ድማ ብዘሕዝን መልክዑ ሃለዋቶም ኣይተፈለጠን'ዩ። ክሳብ ሚእትን ሰማንያን ቢልዮን ዶላር ዝግመት ሃፍትን ንብረትን ናብ ሓሞኽሽቲ ከም ዝተቐየረ ድማ ብሚድያታት ዓለም እናተነገረ እዩ። እዚ ንሓደ ሰሙን ኣብ ኣሜሪካ ካልኣይቲ ዝዓበየት ከተማ ክቃጸል ዝጸንሐ ባርዕ ሓዊ፣ ብኣሽሓት ዝቑጸሩ ኣባይትን ህንጻታትን ናብ ሓሞኽሽቲ ቀይሩ ኣሎ። ልዕሊ ሓደ ሚእቲ ሽሕ ሰባት ድማ ካብ መነባብሮኦም ተመዛቢሎም እዮም። እቲ ንኣሜሪካ ዝያዳ ዘሻቕላ ዘሎ ክሳብ ሕጂ ዘጋጠመ ዕንወትን ውድቀትን፣ እቲ ብርቱዕ ንፋስ ነቲ ሓዊ ዝያዳ ከይዝርግሖን ዝገደደ ዕንወት ድማ ከየስዕብን እዩ። ብመሰረት ሃገራዊ ትንበያ ሜትሮሎጂ እታ ሃገር፣ ካብ ጽባሕ ጀሚሩ ሚእትን ዓሰርተን ኪሎሜትር ኣብ ሰዓት ዝሕንበብ ብርቱዕ ንፋስ ክህሉ ተኽእሎ ከምዘሎ እውን እዩ። እዚ እውን እቲ ኣብ ታሪኽ ኣሜሪካ ካብ ዝኸፍኣ ባርዕ ጫካታት ሓደ ምዃኑ ዝንገረሉ ሓደጋ ሎስ ኣንጀለስ ናብ ካልእ ክፋል እታ ከተማ ከይዝርጋሕ ከኣ ጭንቀት ተገይሩ ኣሎ። ኣመሪካ ኣብ ዓለም ካብ ዘለዋ ዓበይቲ መጥፋእቲ ሓዊ ሓንቲ እኳ እንተኾነት ነቲ ሕጂ ዝመጸ ብርቱዕ ባርዕ ሓዊ ግን ደው ክተብሎ ብዘይምኽኣላ ብጣዕሚ ተጨኒቓ ትርከብ። ጸብጻባት ከም ዘመላኽትዎ ድማ ካብ ዝተፈላለያ ግዝኣታት እታ ሃገር ዝመጹ ኣባላት መጥፋእቲ ሓዊ ነቲ ባርዕ ኣብ ምጥፋእ ተሳትፎ ይገብሩ ከም ዘለዉ እዩ። ብተወሳኺ ጎረቤት ሃገር ሜክሲኮ ጉጅለ መጥፋእቲ ሓውን ምድሓንን ናብቲ ቦታ ከም ዝሰደደት'ያ ዝንገር ዘሎ። ኣመሪካ ብቴክኖሎጂኣን ብገዝፍ ብርጌድ መጥፋእቲ ሓውን ነቲ ባርዕ ደው ንምባል ዕስራን ኣርባዕተን ሰዓታት ትሰርሕ እኳ እንተሃለወት፣ ምሩጽ ፕሬዚዳንት ዶናልድ ትራምፕ ግን ነቶም ናይቲ ከባቢ ሰበስልጣን ካብ ምንቃፍን ምንዕዓቕን ኣይተቖጠበን። ትራምፕ ሰበስልጣን እቲ ከባቢ ብቕዓት የብሎምን ክብል እዩ ከሲሱ ዘሎ። ለበዳን ምብራኽን እቲ ባርዕ ብሓያል ንፋስ ዝተቓጸለ ባርዕ ሓዊ ካብ ዝጅመር ዕለት ጀሚሩ ክሳብ ሕጂ ንሎስ ኣንጀለስ ብዘሰንብድ መልክዑ እናኣንፍዐ እዩ ዝርከብ። ህይወት 24 ሰባት ዘጥፍአን ልዕሊ 12,000 ህንጻታት ክዓንው ዝገበረን ኮይኑ ካብቶም ኣዝዮም ኣዕነውቲ ዝኾነ ባርዕ ሓዊ ፓሊሳዴስን ኢተንን ኮይኑ ጃምላዊ ምውጻእ ሕብረተሰብ ድማ ኣገዲዱ እዩ። ኣሜሪካ ክሳብ ሕጂ ሓያሎ ጻዕርታት ምጥፋእ ባርዕ ሓዊ እናገበረት እኳ እንተኾነት እቲ ባርዕ ግን ገና ይቕጽል እዩ ዘሎ። ብዓለም ደረጃ ድማ ኣጨናቒ ኮይኑ እዩ ዘሎ። ብኣሽሓት ዝቑጸሩ ኣባላት መጥፋእቲ ሓዊ ኣብቲ ናይ ምጥፋእ ኩነታት ከይተሓለሉ ይሰርሑ እኳ እንተኾኑ፣ ይኹን እምበር ብርቱዕ ንፋስ ንዝርግሐኡ ኣብ ዘጋድዶ ዘሎ እዋን ነቲ ባርዕ ንምግታእ ዋላ ይቃለሱ፣ ሰራሕተኛታት ኣካላውን ስምዒታውን ድኻም ድማ የጋጥሞም እዩ ዘሎ። ውሑድ ድቃስ ስለ ዝረኽቡ ድማ ኣካላዊ ድኻሞም ብጣዕሚ እናውሰኸ እዩ። ኣብ ዝተፈላለየ ዓለም ዝርከብ ማሕበረሰብ ድማ እዚ ምጽኣት ዓለም እዩ ስለዚ ብጸሎት እዩ ክግታእ ዝኽእል ድማ እናበለ ይርከብ። ጽልዋ ማሕበረሰብ እንትረኣ ድማ ናብ ዝተቓጸለ ከባብታት ዝምለሱ ነበርቲ ዘይሕሰብ ክሳራ የጋጥሞም እዩ ዘሎ። ሓንቲ ንደቃ ክተጸናንዕ እትቃለስ ኣደ ካብቶም ምስቲ ስምዒታዊ ጉድኣት ዝቃለሱ ዘለዉ ብዙሓት እንትዛረብ፣ ጎረቤት ሮጅ ጁዋን፣ ኣብ ስድርኡን ገንዘባዊ ሞራልን ደገፍ ህዝቡ ንምጽናዕ ዝጓነቱ ሰባት ከም ዝረኸበት እያ ትናገር። ኣብ መላእ ከተማ ካብ ዘሎ መሰረታዊ ጻዕርታት ተበጊሱ ንዝተጸገሙ ሰባት መግቢ፣ ክዳውንትን ቀረብን ዝህብ ድማ ኣሎ። ዋላ እኳ እቲ ዕንወት እንተሃለወ፣ ጎረባብቲ ዳግማይ ንምህናጽ ቆሪጾም እናተደጋገፉ ከም ዘለዉ፣ እዚ ድማ ኣብ ብዙሓት ተስፋ ክህሉ ከም ዝገበረ እውን እዩ። ይኹን እምበር ቀጻሊ ስግኣታት ግን ኣሎ እዩ። እቲ ዝዓበየ ባርዕ፣ ባርዕ ፓሊሳደስ፣ ብውሑድ ደረጃ ተዓጽዩ ኣሎ፣ ግን ድማ ይቕጽል እዩ ዘሎ። ይሰፍሕ እውን እዩ ዘሎ። እቲ ዝተገመተ ምምላስ ንፋሳት ሳንታ ኣና ነቲ ቅልውላው ከጋድዶ ከም ዝኸኣለ እውን እዩ ዝዝረብ። እዚ ዘሕዝን ግን ከኣ ተስፋ ዝህብ ጸብጻብ ሰለስተ ወሳኒ ተማታት ድማ የጉልሕ። ሓደ፣ ጀግንነትን ቆራጽነትን፣ እቶም መጥፋእቲ ሓዊ ዝገብርዎ ዘይሕለል ተወፋይነት ኣብ ቅድሚ ልዕሊ ዓቐን ዕድላት ዘለዎም ጅግንነት ዘጉልህ እዩ። ካልኣይ፣ ቃንዛ ልቢን ክሳራን፣ ኣብ ልዕሊ ነበርቲ ዝወርድ ስምዒታዊ ዕንወት፣ ንሰብኣዊ ዋጋ ተፈጥሮኣዊ ሓደጋታት ንጹር ስእሊ የጉልሕ'ዩ። ሳልሳይ፣ ሕያዋይነትን ሓድነትን፣ ዛንታታት ምትሕግጋዝ ሕብረተሰብ ኣብ መንጎ ተስፋ ምቑራጽን ንብዓትን ተስፋ ዝህቡ ኮይኖም፣ ወዲ ሰብ ኣብ እዋን ቅልውላው ናይ ምትእኽኻብ ዓቕሙ ዘርኢ ድማ ኣርእዩ ኣሎ። እታ ከተማ ንዝገደደ ኩነታት ኣብ እትዳለወሉ ዘላ እዋን፣ እቲ ብድሆታት ካብ ምዝዛሙ ኣዝዩ እናርሓቐ እዩ ዘሎ። ይኹን እምበር ፅንዓትን መንፈስን ህዝባ ነዚ ፀገማት እዚ ብሓባር ኣብ ዝገጥመሉ ዘሎ እዋን መብራህቱ ተፋ ይኸውን እዩ ዘሎ። ቁልፊ ነጥብታት ካብ ፀብፃባት ዓለም እንትረአ ድማ ብድሆታት ንፋስን ሓውን ካብ ስሳ ክሳብ ሰብዓ ማይልስ ኣብ ሰዓት ዝበፅሕ ንፋስን ፃዕርታት እቲ ምጥፋእ ሓዊ ኣዝዩ ድሩቶ እዩ ዘሎ። እዚ ድማ ከም ሄሊኮፕተራትን ፅኑዕ ክንፊ ዘለወን ነፈርትን ዝኣምሰሉ ካብ ኣየር ዝግበር ደገፍ ውፅኢታዊ ንከይኸውን ገይርዎ እዩ። መጥፋእቲ ሓዊ ቅድሚ ነቲ ዘሕለል ቃልሲ ምቕጻሎም ብውሕድ ዕረፍቲ ኣብ ጥቓ መስመራት መጥፋእቲ እቲ ሓዊ ንክልተ ሰዓታት ድቃስ ዋላ ይውሰዱ ድቃስ እናወሰዱ ብርቱዕ ጻዕርታት ይገብሩ እዮም ዘለዉ። ድኽመታትን ስርዓትን ምጥፋእ እቲ ሓዊ ክረእ እንከሎ ከዓ ምጉዳል ባጀት እዩ። ኣብ ባጀት ባርዕ ሓዊ ዕስራ ሚልዮን ዶላር ዝተበጀተ እንትኸውን እዚ ድማ ምጉዳል ንድልውነት ጽገና መሳርሕታትን ውፅኢታዊ ምላሽ ናይ ምሃብ ዓቕምን ዕንቅፋት ኮይኑሎ እናበሉ እዮም ዝዛረቡ እቶም መጥፋእቲ ሓዊ። ገለገለ ካልበር ዝተዓፅዮም ገዛ ዘይብሎም ሰባት ኣብ እዋን ባርዕ ክጥቀምሉ ስለ ዘይክእሉ መሰረታዊ ድሌታት ተገዲፎም እዮም። ካልኦት ድማ ደረቕን ንፁርን ቁፅፅር ኣብቲ ንሓዊ ዝቃላዕ ዞባ ዝረኣ እዩ ይብሉ። ብስጭት ህዝቢ ድማ ኣሎ። ዓመታዊ ብዕኖ ዝደኽሙ ነበርቲ ንዓመታት ብዛዕባ ዝገደድ ወቕቲ ባርዕ ሓዊ መጠንቀቕታታት ኣይተዋሃበናን፣ ስለምንታይ ተወሳኺ ስጉምታት ምክልኻል ዘይተገበረ ድማ ይብሉ። ጽንዓትን ደገፍን ንሕብረተሰብ እንትርእ ድማ ሃብታማት ሃብቲ ቦታ ዝወጹ ሰባት ከም ሆቴል ወይ ምስ ኣዕራኽ ምጽናሕ ዝኣምስሉ ኣማራጽታት እናገበሩ እዮም። እንተኾነ ግን ከም ሲቪክ ሰንተር ፓሳዶና ዝኣምስሉ ጸጋታት ከባቢ መግቢ፣ ሻወርን ሓገዝ ዳግመ ህንጸት እናሃቡ እውን ይርከቡ እዮም። ኣብ ኣብያተ ትምህርቲ ካልኦት ማሕበረሰባዊ ማእከላትን ብዝግበር ናይ ወፈያ ድፍኢት ኣብ መሰረታዊ ደረጃታት ዝግበር ጻዕርታት እውን ምስፍሕፋሕ ኣሎ እዩ። ብሓዊ ዝተሃሰዩ ፍሉጣት ሰባትን ሃብታማት ውልቀሰባትን ጽልዋኦምን ሃብቶምን ተጠቒሞም ንጻዕርታት ምሕዋይ ይሕግዙ'ዮም ዘለዉ። ብቐጻሊ'ውን እናዘተዩ ይርከቡ። ብሰንኪ ከም ብርቱዕ ንፋስ ዝኣምሰሉ ተፈጥሮኣዊ ፍጻመታት ዝመጽእ ገለ ዕንወት ዘይተርፍ እኳ እንተኾነ፣ ነቐፌታ ኣብ ከም ስትራቴጂያዊ ምቕማጥ ሃፍትን ዝተምሓሸ ትሕተ-ቅርጽን ዝኣምሰሉ ንጡፋት ስጉምትታት ዘይምህላዎም ድማ እናዘራረቦም'ዩ ዝርከብ። እቲ ሰፊሕ ዘተ ንማሕበራዊ በደል ዝትንክፍ ኮይኑ፣ ምኽንያቱ ዝያዳ ሃብታማት ሕብረተሰባት ኣብ እዋን ከምዚ ዓይነት ሓደጋታት ዝዓበየ ብድሆታት ከጋጥሞም ከም ዝኽእል እውን እናተገለፀ እዩ። ምትሕንፋፅ ተፈጥሮኣዊ ሓይልታት፣ ስሕተት ደቂ ሰባትን ስርዓታዊ ጉዳያትን ንደቡባዊ ካሊፎርኒያ ዘጨንቕ ኮይኑ ኣሎ። ጀግንነት፣ መጥፋእቲ ሓውን ሓድነት ማሕበረሰብን ተስፋ ዝህብ እኳ እንተኾነ፣ ንነዊሕ እዋን ዝፀንሕ ፍታሕ ግን ብህፁፅ የድሊ እዩ እናተብሃለ እዩ። ምምዳብ ባጀት ንመከላኸልን ምላሽ ባርዕ ሓውን ምምሕያሽ መሰረተ ልምዓት ብፍላይ ንተበፃሕነት ማይ ዝሓሸ ናይ ምግማት ስጉምትታትን ምውፋር ሃፍትን ተባሂሎም ተፈልዮም ድማ እናተሰርሐሉ ይርከብ ይብሉ። እዚ ዘተ እዚ ኣብ ቅድቢ ቅጽበታዊ ቅልውላው ጥራይ ዘይኮነስ ንዝኸይድ ዘሎ ዘይርጉእ መጻኢ ኣብ ምድላውን ኣገዳስነት ጽንዓት ዘጉልህ እዩ። ፍትዋ ተኻተልቲ ኣብዚ ዝተጠቕዑ ግዳያተ ጽንዓት ይሃብኩም እናበልና ካብ ከምዚ ዓይነት ሓደጋ ፈጣሪ ይሓልወና ኢና ንብል። ኩሉ ሰብ ድማ በብሃይማኖትና ክጽሊ እናተላቦና ፈጣሪ ንዓለምና ሰላም ከውርደላን ከምዚ ዓይነት ቅዝፈት ከድሕንና ድማ ንምነ። ኣብ ቐጻሊ ብኻልእ ፕሮግራም ክሳብ ንራኸብ ድማ ንቻነልና ሳብስክራይብ ምግባር ከይትርስዑ ኣብ ዘለኹሞ ሰሰናዩ ንዓኹም ሰላም።